ሰላም ሰላም ሰላም ኣብ ኩሉ ኩርናዓት ዓለም ኬንኩም ኬንክን መደባተይ ትከታተሉ ትከታተላ ከመይ ኣለኹም ከመይ ኣለኽን ሰላም ክትህሉ ክትህልዋ እንዳተተምነኹ ማለት እዩ ሎመዓልቲ ናይዛ ሰዓት እዚኣ መደብ ሒዘ ከዓ ምሳኻትኩም ምሳኻትክን ክፀኒሐ ተኸታተልተይ ነዚ ቪደይ እትከታተሉ ትከታተላ ኣሕዋት ኣሓት ኩልኹም ዝዓበኹም ዝነኣስኩም ነዛ ቻነለይ ሳብስክራይብ ብምግባር ከተተባብዑኒ ነቲ ቪዶ ላይክ ብምግባር መታን ዩቱብ ባዕላቶም ሸር እንዳበሉ ናብ ካልኦት ኮሚኒቲ ከባጽሑለይ ማለት እዩ ላይክ ኣዝዩ ሓጋዚ እዩ ነቲ ቪድዮ ከዕብዮ ይሕግዝ ስለ ዝኾነ ላይክ ዘይምርሳዕ ማለት እዩ ተኸታተልተይ ካብ ምርሳዕ እቲ ላይክ ብጣዕሚ ኣዝዩ ውሑድ እዩ ማለት እዩ ሳብስክራይብ ከይግበርኩም እትርእይውን ዳርጋ ኣርብዓን ሓደን ፐርሰንት ካብቶም ተኻታተልተይሲ ብዘይ ሳብስክራይብ እዮም ዝርእዩኽ ዘለዉ ይብለኒ ኣሎ ማለት እዚ ሕጂ ዝቐረባ ግዜ ናይቲ ስታስቲክስ ዝህበኒ ሓበሬታ ክርእዮ ከለኹ ማለት እዩ ኣርብዓን ሓደን ፐርሰንት እንድሕር ብዘይ ሳብስክራይብ ትርእይዎ ሃሊኹምሲ እናረኣኽንኦ እናረኣኹሞስ ኡይ ካብ ምንታይ እዩ እቲ ጸገም ኣነ ክፈልጥ ኣይክእልን እየ ማለት እዩ እንድሕር እቲ መልእኽቲ ንሪኦ ንሰምዖ እንድሕር ሃሊና ሲ ሳብስክራይብ ከንታይ ዋጋ ተኽፍለና ኮይና ዋጋ ኣይተኽፍል ግዜ ኣይትወስድ ኣይተድክም ሲ ፍትዋተይ ላይክን ሳብስክራይብን ጌርኩም ጌርክን እንተረኣኹሞ እንተረኣኽንኦ ብጣዕሚ ጽቡቕ እዩ ማለት እዩ እግዚኣብሄር ዝሕጎሰሉ ስራሕ ምስራሕ ኣነ ሓፍትኹም ከኣ ዝዓብየሉ ምሕጋዝሲ ናይ ቅዱስ ስራሕ እዩሞ ላይክ ምግባር ኣይትሕመቕ ኣይትሕመቑ ሳብስክራይብ ከኣ ሕጂ እናነገርኩ እየ ማለት እዩ ሳብስክራይብ ግበሩ ኢኹም ክብል ይደሊ ማለት እዩ። ጾም ከመይ ይገብር ኣሎ ናብ ብርሃነ ትንሣኤኡ ብሰላም መብጽሓና እግዚኣብሔር። እዚ ወቕት እዚ እዚ ግዜ እዚ እዚ ወርሓት እዚ በዓል ናይ ሂዋናት እዩ ማለት እዩ። ስለዚ ትማሊ ሸሞንተ መጋቢት ብዓለም ደረጃ ተኸቢሩ ዝውዕል ዓለም ለኸ መዓልቲ ደቂ ኣንስትዮ እዩ ማለት እዩ። ጋል ኣንስተይቲ ከዓ ብጣዕሚ ማለትሲ ብርሃን ገዛያ ብርሃን ዓለም ክትበሃል ትከኣል ጓል ኣንስተይቲ ማለት እዩ። ንምንታይ እግዚኣብሄር ከማን ኣብ ፍጥረቱሲ ንቅድም ንኣዳም ኣምጺእዎ ግን ኣዳም ብርሃን ኽስታይ ኣይተሰምዖን ማለት እዩ እዚ እንታይ እዩ ዝበሃል በቃ ናጽነት ኣይተሰምዖን ናጽነት ኣይተሰምዖን ሕጉስ ኣይነበረን ማለት እዩ እግዚኣብሄር ክሪኦ ከሎ ሽዑ ግን ካብ ጸጋማይ ጎድኑ ንሂዋን ምስ ገበረሉ ምልስ ኢሉ ብዝረኣዮ ብጣዕሚ ደስ ኢልዎ ተሓጒሱ ሪኢዎ እግዛብሄር ከኣ ሕጉስ ኢሉ ብምፍጣሩ ማለት እዩ ብምፍጣራ ንሂዋን ተሓጒሱ ማለት እዩ ስለዚ ንምንታይ እዩ እግዛብሄር ዝተሓጎሰ ኣዳም ምስ ፈጠሮሲ ኣይተሓጎሰን ንበይኑ ኮይኑ ጸሚይዎ በቃ ክስታይ ተሰሚዕዎ ከምዚ ምሻሎ ጸቕጢ ገይርሉ ወላ ሓንቲ ጸልሚትዎ ገሪብዎ ምሽ ዳሕራይ ንሂዋን ምስ ገበረሉ ግን ምልስ ኢሉ ኣብ ዝረኣዮም ኣዝዮም ተሓጒሶም በቃ ወላ ሓንቲ ከባቢኦም እውን ከስተውዕሉስ ኣይከኣሉም ብሓጎስ ዝኣክል ማለት እዩ ስለዚ ጓል ኣንስተይቲ ማዕረ ክንደየናይ ብርሃን ዓለም ምዃና እግዚኣብሄር ከማን ፈሊጥዋስ ፈጢሩሉ እዩ ንኣዳም ማለት እዩ እዚ ጥበብ ይበሃል ስለዚ ነቲ ተጨኒቑ ዝነበረ የእምሮሲ ጓል ኣንስተይትስ ፍትሕ ሓቢላሲ ናብ ርግኣትን ናብ ቅሳነትን እትወስድ እያ ማለት እዩ በቲ ኣፈጣጥራና ክንሪኦ ከለና ክንዕዘቦ ከለና ማለት እዩ ስለዚ ትማሊ መዓልቲ ህዋናት እያ ነይራ ኣብ መላእ ዓለም ኾይንክን ነዚ መዓልቲ እዚ ዝጸንበልክን መስ ኣሕዋትክን ኮይንክን ምስ ፈተውትኽን ኮይንክን ምስ ቀረብትኽን ኮይንክን ምስ ሰብኡትክን ኮይንክን ምስ ኣሕዋትክን ኮይንክን ምስ ኩሉ ኮይንክን ዘብዓልክንኦ ከመይ ነበረ ክብል እደሊ ኣነ ከማን መስ ኣሕዋተይ ኮይነ መስ ኣሓተይ ኮይነ ኣብዒለዮ ብጣዕሚ ደስ ዝብል ደስ ዝብል መዓልቲ ነይሩ ማለት እዩ ብጣዕሚ ደስ ዝብል ንሕና ካብዚ ሃገር ዝነብረሉ ዘለኹ ማለት እዩ መጀመርታ ከም ጥርናፈ ናይ ደቂ ኣንስትዮ ስለ ዘለና ኣብኡ መጀመርታ ጉባኤ ናይ መሪሕነት ምቅይያር ስለ ዝነበረ ጉባኤ ነይሩ ማለት እዩ ካብኡ ከዓ ብምቐፃል ከዓ እቲ ትማሊ ከዓ ብሃገር ደረጃ ናይዚ ሃገር ዘለኹዎ ማለት እዩ ሰለማዊ ሰልፊ ተን ማሕበራት ናይዚ ኣብዚ ዓዲ ዘለዋ ማሕበራት ናይ ደቂ ኣንስትዮ በብናተን ማሕበራት ስለ ዘለዋ ንሳተን ተኣኪበን ሰለማዊ ሰልፊ ድምፂ ናይ ደቂ ኣንስትዮ ወፅዓታት ናይ ጓል ኣንስተይቲ ዝብል እኽስታይ ኣጀንዳ ሒዘን ሰለማዊ ሰልፊ ኣዳልየን ነይረን። ንሕና እውን ከም ማሕበር ከም ደቂ ኣንስትዮ ከም ኤርትራውያን ሽወደናውያን ኮይና ምስኣተን ተጸንቢርና ውዒልና ማለት እዩ። ኣነ እኳ ኣጋጣሚ ኣብቲ ተሳትፎ ንሱ ኣይወዓልኩን ክውዕል እየ ሓሳባት ነይሩኒ ግን ያ ደኺመ ኣብቲ ጉባኤ ስለ ዝወዓልኩ ቁርብ ከዓ ተፀሊእኒ ነይሩ ማለት እዩ ኣፍቂደ ኣይተሓወስኩን ማለት እዩ ግን ፅቡቕ ዝኾነ ዕውት ዝኾነ ሰልማዊ ሰልፊ ውዒሉ ነቲ ናህና ዕለት ዘድምቕን ዝገልፅን ኣጀንዳታት ሒዘን ምኽንያቱ ንኽኸይድ ስለ መዲበ ዝነበርኩ ኩሉ እቲ ተዳልዩ ዝነበረ ብመደብ በቲ ማሕበር ደረጃ ስለ ዝካየድ ዝነበረ ይፈልጥ እየ ማለት እዩ ከመይ ከም ዝነበረ በቲ ውዕሎ ከኣ ክትሪኦ ከለኻ ከኣ ኣዝዩ ዕዉት ዝኾነ ብዝሒ ተሳትፎ ዝነበሮ ኣዝዩ ዕዉት ዝኾነ ዕማም ተዓሚሙ ውዒሉ ማለት እዩ ብጣዕሚ ደስ ዝብል ኣብዚ ሸሻል ምድያ ዘወር ክትብል እውን ኣብ ዝተፈላለየ ኩርናዓት ዓለም ኮይንክን ዘብዓልክንኦ ክሪኦ ከለኹ በብናቱ ከከም ኩነታቱ ብጣዕሚ ፅቡቕ ተኸቢሩ ውዒሉ ክብል እደሊ ግን ምብዓልና ናይዚ መዓልቲ እዚ እንታይ እዩ ዘሎ ያ ተኣኪብካ ክትጻወት ኩሉ ነገር ክትገብር ብጣዕሚ ጽቡቕ እዩ ማለት እዩ ግን ከኣ መጻኢኻ ክትሕንጽጽ ከኣ ብጣዕሚ ኣገዳስነት ስለ ዘለዎ ንሕና ከም ደቂ ኣንስትዮ ብርሃን ናይዛ ምድሪ እዚኣ ስለ ዝኾንና ብርሃን ናይዛ ዓለም እዚኣ ስለ ዝኾንና ከምቲ ኣብ መእተዊ ከምቲ ናይ ኣፋጣጥራና ዝገለፅክዎ ማለት እዩ መፃኢና ክንሕንፅፅ መፃኢና ዕብየትና ንቕድሚት ዝወስደና ከማዕብለና ዝኽእል ውሕስነትና ከረጋግፀልና ዝኽእል ክብረትና ከሕለወልና ዝኽእል ነገራት ንኽንሕንፅፅ ንሕና ምእካብና ንሕና ሕብረትና ኣዝዩ ኣገዳስነት ኣለዎ ማለት እዩ ምክንያቱ ንሕና እንድሕሪ ሓቢርና ንሕና እንድሕሪ ተኣኪብና ንሕና እንድሕሪ ሰናይ ነገር ዝኾነ ተኣኪብና ክንሕንጽጽ ክኢልና ኩሉ እቲ ካሊእ እንታይ ክብል ጸኒሐ ኣብ መጀመርታና ንሕና ኢና ንኣዳምሲ ሂዋን እያ ኣራጋጊኣቶ ሂዋን እያ ኣራጋጊኣቶ ስለዚ ንሕና ብርሃን ናይዞም ኣብዚ ምድሪ ዘለዉ ኣሕዋትና ኣዳማት ኢና ማለት እዩ ሕጂ ንሕና ኣዚና ምቕናዕና ብጣዕሚ ኣገዳስነት ኣለዎ ስለዚ እዚ ሕጂ ዘሎ ኩነታት ጸልዩና ዘሎ ኣብ ምን ንበይንና በቲ ኣቃውማ መሬት ክንፈላለ ግድን ግድን ግድን እዩ ዝኸውን ማለት እዩ። ግን ኣብ ቀረባታት እናሃለና በበይንና ክንውዕል ግን ቁኑዕ ኣይኮነን ቁኑዕ ኣይኮነን ምክንያቱ ያ ቁርብ ርሕቕ ዝበለ ትራንስፖርት ኣርባዕተ ሰዓት ሰለስተ ሰዓት ገለ ዝወስድ እንድሕር ኮይኑ ድሓን ኣብ ዘዘለኻዮ ግን ከምዚ ናይ ዙም ጌርካ ኣኼባታት ተካየደሉ ብሓንሳብ ኮይንካ ብኡ በቲ ናይ ዙም ከማነ ክትራኸብ ትኽእል ኢኻ ማለት እዩ። ሎሚ ቴክኖሎጂ ማዕቢሉ ስለ ዝኾነ በበይንና ውዒልና ዘብል ነገር የብሉን ግን እቲ ሕብረትና እዩ ንዕኡ ክንገብር ልብና እንተቐኒዑ ጥራይ እሞ ስለዚ ኣነ ናይ ከምዚኤ ኣነ ናይ ከምዚኤ ኣነ ናይ ከምዚኤ ዘብል ነገር የብልናን ንሕና ናይ ክርስቶስ ኢና ሂዋ ናቲና ከኣ እቲ ኣቃውማ ምድሪ ጥራይ እዩ ክፈልየና ዝኽእል እምበር ካሊእ ማንም ማንም ዘፋላሊ ስለ ዘይብልና እዙይ ዝባሃል ርድኢት ክንሕዝ ክንክእል ኣለና ኣብ ሓንጎልና እዙይ ዝብል ርድኢት ክህልወና እየ ዝላቦ ማለት እዩ ምኽንያቱ ንሕና ኣብ ጥርናፌናን ኣብ ፍቕርናን ብዙሕ ነገር ከነዕውት ስለ ንኽእል ማለት እዩ። እንተ ሓቢርና ንሕና ማለት እዩ። ስለዚ እንታይ ዘፋላሊ ኣለና? ሓፈሽኡ ክሪኦ ከለኹ እዚ ናይ ቃልሲ ዝብል ንኹሉ ጸልዩና ኣሎ። ሓፈሽኡ ነቲ ማሕበራዊ ህይወትና ዝበሃል ጸልዩና ኣሎ ማለት እዩ። ሕጂ ንሱ ክጸልወና ኣይግባእን እዩ። ሓፈሽኡ እቲ መትከል ዝበሃል እንድሕር ተፋላሊኻ ያ ከሰማምዓካ ይክእል እኒ ኣነውን ከምኡ ዝብል ርድኢት ኣለኒ ማለት እዩ መትከልካ እንድሕሪ በበይኑ ኮይኑ ዕላማኻ እንድሕር በበይኑ ኮይኑ ክትራኸብ ኣይትኽእልን ኢኻ ሓፈሽኡ ማለት እዩ ሓዴኻ ጥራይ ኢኻ ክትሰዓዓር ዘለካ ማለት እዩ። እቲ መትከልካ እንድሕሪ ሓደ ኮይኑ ዕላማኻ ሓደ እንድሕሪ ኮይኑ ክትሃርሞ ዝደለኻዮ ሸቶ ሓደ እንድሕሪ ኮይኑ ግን ካሊእ ዘፋላሊ ክህልወና ኣይግባእን እዩ። እንታይ ደኣ እዋ ሰቂልካ በቃ ግዜ መውሰዲ ግዜ መውሰድ እምበርከስ ኣብ ጥርናፈ ኣብ ናህና ምትእኽኻብ እንድሕር ኮይኑ እቲ ሓይሊ ዘሎ ንሕና ንኸይንተኣኻኸብ ዝስርሓሉ ጉዳያት ክህሉ ይኽእል እዩ ማለት እዩ። ግን ከዓ ኣነ ንሱ ኣይብልን እየ ምክንያቱ ኣነ ድሕሪ ንቕሓተይ ክብ ዝበለ እንድሕር ኮይኑ ማንም ማንም ማንም ንዓይ ክጠውየኒ ዝኽእል የለን። እዚ ከምዚ ኢሉ እዩ ጠውይኒ እዚኣ ከምዚ ኢሎም እዮም ኣትዮም እዞም ከምዚ ገለ እንድሕር ንብል ኮይንና ሓንጎልና ባዕልና እቲ ናህና እንደልዮ ዘለና ኣይፈለጥናዮን ኣለና ባዕልና ንነብስና ክንውንና ኣይንኽእልና በተሓሳስባና ኣይንኸይድን ኣለና ወይ ኣተሓሳስባና ኣይሰፍሐን ኣይዓበየን ኣሎ ማለት እዩ እዚ እዩ ዘብል እምበር ኩሶ ከምዚ ምስ ኮነ እዩ ከምዚ ተፈላልዮም ከምዚ ተፈላልዮም ከምዚ ዝበሃል ነገር ኣነ ኣሕዋተይ መዓረይ ኣሓተይ መዓረይ እዚ ኣነ ኣይኣምነሉን እየ ኣሓተይ ክብል ከኣ ናይ ሓትት ስለ ዝኾነት እዛ መልእኽቲ ማለት እዩ ስለዚ ኣነ ኣይኣምነሉን እየ እዚ እንታይ ደኣ ንሕና እቶም ደቂ ሓደ መትከል ደቂ ሓደ ዕላማ ዝኾንና ኣጋጣሚ ኮይኑ ኩልና ብሓደ ክንከውን ይግበኣና እዩ ሓደ መዓልቲን ሓደ ግዜን ኣብ ሓደ ንኾነሉ ክመፅእ እንድዩ ንሱ እንዳበልና ኢና ከዓ ንትስፎ ዘለና ማለት እዩ ክህሉ እዩ ስጋብ ዝህሉ ግን እቲ ሓደ ዕላማን ሓደ መትከልን ዘለና ዝኾንና ኣሓት ብሓደ ክንእከብ ኮለና ብጣዕሚ ፅቡቕ እዩ። ኣቃውማ እቲ ምቕማጥና ጥራይ ዘፋላልየና ክኸውን ክኽእል ኣለዎ። ምቁር ወደይ ቋዕ ድሓን መጻኻ ስለዚ እቲ ዘፈላልየና ነገራት ብኩሰ ኢና ብኩሰ ኢና እንዳበልና ምኽኒት ኣይንሃበሉ ንሱ ከም ምኽኒት ኢለ እየ ኣነ ዝሓስቦ ማለት እዩ ከም ምኽኒት ኢለ እየ ዘቐምጦ ካሊእ እውን የለን ብዘይካ ምኽኒት ካብ ምኽኒት ሓሊፉ ሲ ዋልሓደ እምበርከስ ንሕና ከዓ ሰማዕቲ ኮናን እምበርካ ብኸምዚኦም ኢና ተፋላሊና ብኸምዚኦም ኢና ተፋላሊና ክንብል ሰማዕቲ ዲና ንሰምዕ ዲና ንፈልጣ እንዲና እታ ባህርያትና ስለዚ ኣይንሰምዕን ኢና ኣብ ገገዛና ከመይ ዲና ስለዚ እዚኣ ነገራት እዚኣ ፈሊጥና ባዕልና እቲ ፀገማትና ናይ ባዕልና ምዃኑ ክንፈልጥ ክንክእል ኣለና ማለት እዩ ስለዚ ናህና ዕብየትና ኣብ ንቕሓትና እዩ ዝምርኮስ። ናህና ክብ ዝበለ ጥርናፈ ተጠርኒፍና ንክንረአ ዝገብር ናህና ንቕሓትና እዩ። እዚ ኢልና ክንኣምን ክንከል ኣለና። እዚ ሓንቲ ጓል ኣንስተይቲ በዚ ትኸይድ ሓንቲ ጓል ኣንስተይቲ በዚ ትኸይድ ኣብ ሓደ ሃገር እንዳነበርካ እዚ ካብ ዘይምንቃሕ እዩ። ስለዚ ንሕና ደቂ ኣንስትዮ ከዓ ብርሃን ናይዛ ምድሪ እዚኣ ካብ ኮና መዕጠቕቲ ኣሕዋተን ስጋብ ዝኾንና ንሕና ከይነቓሕና ክንተርፍ ደስ ኣይብለንን እዩ። ስለዚ ክንነቅሕ ኣለና። ዝተረፈና ዕማማትና ብሓንሳብ ኮይንና ክንዓሙ ክንክእል ኣለና። ዝደኸሙ ኣሕዋትና እነባራትዕ፣ ዝደኸማ ኣሕዋትና እነተስእ ክንከውን ክንክእል ኣለና ደኣ እምበር ንሕና ንድሕሪት ገዳዕዳዕዳዕዳዕዳዕ ንብል። ኣካላት ኣይኮናን ካብ መፈጠርና ማለት እዩ ካብ ኣፋጣጠራና ማለት እዩ ስለዚ እቲ ታሪክና ናይ ፍጥረትና ስለ ዝነግረና ከምኡ ስለ ዘይኮና ክንብርትዔ ዝደሊ ፍትው እየ ዘብለክን ኣብ መላዕ ዓለም ኮንክን ነዚ መዓልቲ እዚ እተኽብራ ማለት እዩ ብፍላይ ብፍላይ ከዓ መለያውያን መለያውያን ኣዝየ ኣዝየ ዝፈትወክን ማለት እዩ ደቂ መትከለይ ፍትው'የ ዘብለክን ብዝሓለይ ሰስናለይ ኣብ ገለ ገለ ክሪኦ ከለኹ በቃ ትነጥራ ከም ድልየትክን ትነጥራ ኔርክን እኳ ደሓን ማዕለሽ ማዕለሽ እምበር ኣይ ሕጅስ ከም ኣይተድልን እያ ኔራ ማለት እዩ እምበርከስ ጾም ኣርባዓ ስለ ዝኾነ ኣሕዋተየ ፍትው'የ ዘብለክን ጾም ኣርባዓ ስለ ዝኾነ ማለት እዩ ግን ድሓን ድሓነይ ከምቲ ካብቲ ስጋና ዝገብሮ ዝረኣሲ እቲ ልብና ስለ ዝዓቢ እቲ ናይ ልቢ ስለ ዝርኢ እግዚኣብሄር ድሓን ድሓን ካብ ተገብረ እምበር ኩሉ ግዜ እዛ ግዜ እዚኣ ዓሚ ስባብ ናይ ስዕረት ግዜ እያ ውዒላትልና ኣይኮነትን ዓሚ እውን ከምኡ እያ ውዒላ ነይራ ብ ጾም እያ ውዒላ ነይራ ያ ከምዚ ጉዳይ እዚ ኣዘራሪቡ ነይሩ ዓሙ ከማን እወ ኣብ ጾም እናወዓለትና ግን ብዝኾነ ደሓነይ ምኽንያቱ ብፍላይ እዞም ፍትሒ ንብል ዘለናሲ ፍትሕና ብሓይልና ዘይኮነ ብሓይሊ እግዚኣብሄር ብቕልጽምና ዘይኮነ ብጥበብ ናይ እግዚኣብሄር ኢና ክንዕወት እንሓስብ ዘለና እሞ እዚ ሎሚ እዋን ከኣ ብፍቆዱኡ ፍቆዱኡ ፍቆዱኡ ግዜ መንእሰይ ዘይኮነ ንሪኦ ኣለና። እናሓዘና ኢና፣ እናተስቆርቆርና ኢና ግዜ መንእሰይ ዘይኮነ እናበልና እሞ ስለዚ ነዚኣ ክነብለላ ክንክእል ኣለና። ብምህልላ እኳ ደኣ ክንዓጾ ይግብኣና እዩ ብምህልላ ስለዚ ግን ኣይንገብሮን ኣለና እግዛቢሄር ከምቱ ንሕና ኣካላትና ዝገብሮ ዘሎ ዘይኮነስ ከምቲ ልብና ዝሓስቦን ዝደልዮን ይግበረልና እግዛቢሄር ክብል እየ ዝደሊ ስለዚ ብዝኾነ በቲ ኮይኑ በቲ ኮይኑ ግን መዓልትና ዕውት ኮይኑ ሓሊፉ ኣሎሞ ጌና ዝተረፈና ግን ዝተረፈና ኣሎ ጉዕዞ ጉዕዞ ኣለና ማለት እዩ ጉዕዞ ኣለና ጋሕመጥመጥ ዝበለ ዝውገን ዝጥርነፍ ኣለና መጀመርታ ናይ ውሽጣዊ ናህና ከም ደቂ ኣንስትዮ መጠን ነናይ ባዕልና ኣብ ዘዘለናዮ ከባብን ኣብ ዘዘለናዮ ሃገርን ናይ ባዕልና ውሻጠና እናፅፈፍና ካብኡ ከዓ ውፅእ ኢልና ናይ ደገ ዕማማትና ብዙሕ ብዙሕ ጋሕሚጡና ስለ ዘሎ ንዕኡ ንምዕማም ሓቢርና ኢድን ጓንትን ኮይንና ዓወትና ናህና ውሕስነትና ናህና ክብረትና ኣብ ምንታይ እዩ ኣብ ተሳትፎናን ኣብ ሓድነትናን እዩ ዝምርኮስ እሞ ስለዚ ኣጆኽን ክብል እየ ዝደሊ ደቂ መለይ ክብለክን እየ ዝደሊ ንኹልኽን ደቂ ኣንስትዮ ኣሕዋተይ እንዳበልኩ እሞ ነዛ ቪድዮ ትሪኣ ትሪኡ ሸር እናገበርኩም ላይክ እናገበርኩም ከተዕብይኒ ብትሕትና እናተላበኹ ማለት እዩ ሕልፍ ሕልፍ ኣቢለ ምዙ ናተይ ኤዲት እንዳገበርኩ እንታይ ክገብር እየ ነቲ ዝነበረ ውዕሎ እናርኣኽኹን ክኸይድ እየ ማለት እዩ ስለዚ የቐንየለይ ኣብዚኣ ክዓፅዋ እየ የቐንየለይ ቻው